ህዝቢ ኣምላኽ ብሩኽ እዩ ህዝቢ ኣምላኽ እንታይ እዩ ኣይርገምን እዩ እስከበሉ እቲ ኣምላኽ ዝመረቆ እኮ ክትረግሞ ስለዚ ኢሎም መዓንቲ ኣረ ኣሜን በሎ ኣረ ኣሜን በሎ እዚ ጸልማት እዚ ቀንጢጠ ይድርብዮ ኣለኹ ካብ ቤት ኣምላኽ ይነቕሎ ኣለኹ ካብ ቤት ኣምላኽ ይነቕሎ ኣለኹ ደጋሚ መንፈስ ይነቕሎ ኣለኹ ረጋሚ መንፈስ ይነቕሎ ኣለኹ ናይ ሲኦል ኣጀንዳ ይነቕሎ ኣለኹ በየሱስ ስም ነቐልክዎ በየሱስ ስም መኽሪ ጸልማት ኣፍረስክዎ መኽሪ ጨንቆልቲ ፍረስክዎ መኽሪ ደገምቲ ፍረስክዎ ገልበጥክዎ በየሱስ ስም ንኹሎም ከሰስትኻ ምላሽ ዝህብ ኣምላኽ ኣባኻ ኣሎ ንኹሎም ከሰስትኻ ዝገርመኩም ነገር ሓንቲ ነገር ኩሉ ግዜ እንተትርድኡኒ ደስ ትብለኒ ነገር ሓጢኣት ምውት እየ ዝብለኩም ኩሉ ግዜ ሰይጣን ብምክንያት ሓጢኣት እንታይ ዝገብር ዝኸስስ ሓጢኣት ግን የሱስ ክርስቶስ ኣብ መስቀል እንታይ ገይርዎ ኮኒንዎ ዶ ኣይኮነን ብስግኡ ዋጋ ከፊሉ ኣይሰማዕኹም ዘለኹ የሱስ ጎይታ እዩ ሜትኩም ኢኹም ህይወትኩም ምስ ክርስቶስ ኣብ ኣምላኽ እንተኮይና ኢለ እቲ ዝሞተ ሕጂ ስኻ ዲኻ ሜትካ ትነብር ነርካ ነርካ ኣይነበርካን እኮ እዚ ቃል እዚ ክፀሓፍ ከሎ ኣዳም ግን መይቱ ነይሩ ኣለኹም ደብራት ንሞት መሊሱ ቀቲልዎ ኣለኹም ደብራት ሞት ሲ ይነብር ነይሩ እኮ እዩ ሞት እንታይ ይገብር ነይሩ ይነብር ነይሩ ሞት ከይነብር እንታይ ገይርዎ የሱስ ቀቲልዎ ሕጂ ሞት ኣሎ ድዩ እቲ ኣብ መወዳእታ ዝሰዓር ፀላኢ መን ኢልዎ ሞት ሕጂ ተሳዒሩ እዩ ከምዚ ገይረ ከረዳእኩም ከይተኸሰስካ ናብ ድኻም ኣይትኣቱን ኢኻ ናብ ውድቀት ኣይትኣቱን ኢኻ ክሲ ከም ዘየለ እንተፈሊጥካ ኸ እስካ ኣሜን በሉኒ ኣረ ኣሜን በሉኒ ኣረ ኣሜን በሉኒ ብዛዕባኻ ዝተዘርበ ብስራት ኢኻ ትሰምዕ እግዚኣብሔር ይባረኽ ካልነት ኣምላኽ ኣብ ህይወትና ክግለጽ እዩ ሎማ ኣንቲ ከዓ እግዚኣብሔር ክዛረብ እዩ ከመይ ገይረ ከረዳእኩም የመሲልኩም ኣይተስተውዕልዎን ኢኹም ዘለኹም እምበር እግዚኣብሔር ብዙሕ ነገር እንዳዓረየ ዝኸይ ዘሎ ብዙሕ ነገር እናሰርሐ ዝኸይ ዘሎ ኣነ ከምዚ ገይረ ከረዳኩም ፋይናንሰይ ስለ ዝተዓረየ ጥዕናይ ስለ ዝተዓረየ ገለ ስለ ዝተዓረየ ኣይኮነን ምዕራይ ምዕራይ ነብሰይ ምስ መንፈስ ኣምላክ ክትሰማማዕ ኮላ እዩ ምዕራይ ምቕናዕ ማለት ክምብርከኽ ኮለኹ ክማረኽ ኮለኹ ኣሜን ክብል ኮለኹ ውሽጠይ ብፍቕሪ ክምላእ ከሎ ውሽጠይ ብስራት ክዛረብ ከሎ ብዛዕባ የሱስ ጥራይ ክዛረብ ከለኹ ኣለኹም ብሩኻት ምዕራይ ዝብሃል እዚ እዩ ክብሪ ናብ ኣምላኽ ይኹን ደስ ዝብለኒ ናይ ጳውሎስ ነገር ከ ኣሎ ጉያ እቲ ብጎይታና የሱስ ክርስቶስ ዝተዋህብኩ ዕዮ ንምፍጻም ኢሉ ነብሰይ ክብርቲ ኮነትን ኢሉ ክቡር ዕዮኻ እዩ ራእይኻ እዩ ሰብ ኣበይ ይነብር ኣሎ ተላኢልኩም ኣብ ነብሱ ብሽም የሱ ገልብጦ ኣለኹ ሰብ ኣበይ ክነብር ዘለዎ ተልኩም ኣብ ራእዩ ራእይኻ ነብሳት ምድሓን እዩ ቅድሚ ናብቲ መልእኽተይ ምእታዊ ሓንቲ ሓሳብ ክበኩም እዩ የሱስ ጎይታ እዩ ኣለኹም ብሩኻት ክብሪ ናብ ኣምላኽ ይኹን ናይ ሰይጣን ውዲት እንታይ እዩ እንተ ኢልኩምኒ ሰይጣን መጀመርያ ዘለካ ነበለ እዩ ሃሰስ ዝብሎ ዘለካ ፋይናንስ ተለካ ንፋይናንስ ክሃሰስ ዝብሎ ኣለኹም ንብራት ኣለኒ ትብሎ ናትካ ነብስኻ ትውንኖ ማለት እዩ ኣለኹም ንብራት ሕዝኒ ነብሰይ ንመንፈስ ቅዱስ ኣይትውንንን እያ ነብሰይ ዝውንና መን እዩ? መንፈስ ቅዱስ እዩ። ኣብዚ ምድሪ ዘሎ በረኸት ብምሉኡ ነብሲ እያ ትውንኖ። ሰይጣን መጀመርያ ነብሲ ትውንኖ እንታይ ይገብር? ሃሰስ ይብል። ንኢዮብ እንታይ ኢልዎ? ደቂ ኣምላኽ መጺኦም፣ ሰይጣን መጺኡ፣ ኣብ ቅድሚ እግዚኣብሔር እንታይ ገይሮም? ተዛራሪቦም። ከም እዮብ ዝበለ ባርያ ርኢኻ ተብለስ ቁሩብ እንዳ ሃሰስ በሎ ኢሉ በላዕ ናብኡ ምንም ነገር ኣይትግበር እምበር ኩሉ እንታይ ግበር ኢሉ ኣፍቂደልካ ኣለኹ ኢሉ ሃሰስ ኢልዎ ዶ ይበሎን በዚ ኩሉ ነገር እዮብ እንታይ ኣይገበረን ኣይበደለን ምንም ነገር ኣይገበረን ሽዑ ከም እዮብ ዝበለ ባርያ እዩ እሙን ርኢኻ ዶ ተብሎ ከዓ ነኖ ምንም ነገር እኮ የተንከፍካያን ቆርቦት የተንከፍካያ ስጉ የተንከ- በቃ ኣብኡ እኮ ኣየፍቀድካለይን እዩ ዝብሎ ዘሎ በል ንህይወቱ ተጠንቀቕ እሞ ኪድ ኢሉ ኩሉ ነገር ገይሩ ሰበይቲ መፅያ ሽዑ እንታይ ኢላቶ ክሓዶ እሞ እንታይ ግበር ኢላቶ ሞት ኢላቶ ናይ ሰይጣን ውዲት ኣብቲ ኣብቲ ኣብቲ ቀዳማይ ስቴጅ እንታይ ደልዩ ገንዘቡ ንብረቱ ኣ- ከብ- ከብቱ ደቅና ኩሉ ነገር ይፈትዩ ኣብ መወዳእታ ኸ ናብ ህይወት መፅዩ ሓንቲ ነገር ከረዳእኩም ነገራት እንተ ደኣ ጠፊኦም ኣለኹም ዶ ብሩኻት ነገራት እንተ ደኣ ዘየለዉ ኮይኖም ኣብ ዙርያኻ ነገራት እንተ ደኣ ጠፊኡ Next ናብ ስጋኻ ናብ ነብስኻ ክመጽእ ስለ ዝደልየ ኣብኡ እንተ ደኣ ስዒርካዮ ኣለኹም ደብራት ነገራት ፈጺሞም ካባኻ እንታይ ኣይኮኑ እዮም ኣይጠፍኡን እዮም ኣብኡ እንተ ደኣ ከተማርር ጀሚርካ ግን ናበይ ይመጽእ ሽዑ ነገራት ምጥፍኦም ንሰይጣን ዓወት ኣይኮነን ንእግዚኣብሔር እዩ ዓወት ዘለካ ኩሉ ነገር ምስኣን ዓወት ናይ ሰይጣን ኣይኮነን ኣብኡ እንታይ ትገብር ኣለኻ እዩ ኣብ መወዳእታ ግን እግዚኣብሔር ይባረኽ ነገራት ኩሉ ጠፊ እዩ እግዚኣብሔር ግን ምስ እዮብ ተዛራሪ እዩ ሓደ ነገር ክነገረኩም ኩሉ ነገር ጠፊእኩም ኩሉ ነገር ጠፊእኩም የሱስ መፂ ኮፍ ኣቢል ተዘዛረርብኩም ኣይምተሓጎስኩምን ቻፓንቶ ራሲላ ወላ ሓደ ዝተረዳእን ነገር የለን ኩሉ ነገር ኣታ ኩሉ ነገር ዘግደፈካ ኣለኹም ንብራት ካብ ኩሉ ከም ትበልጽ ፍለጥ ወላ ሓደ ሰብ ኣይተረዳን እግዚኣብሔር ዝግደሰሉ ሰብ ከም ዝመሰሎ ክኸይድ ኣይደልን እዩ እግዚኣብሔር ዘፍቅሮ ዕላማ ዘለዎ ራእይ ዘለዎ ኩለን ስጉምትኻ እናተኸታተለካ እዩ ዝኸይድ ገለ ትገብር በቃ ዕንቅፍ የብለካ፣ ገለ ትገብር ዕንቅፍ የብለካ። እንታይ ስለ ዝኾነ እዩ? ራእይ ስለ ዘለካ። ክብሪ ናብ ኣምላኽ ይኹን። እስከ የሱስ ጎይታ ይበሉኒ። ድገሙ፣ የሱስ ጎይታ ይበሉኒ። ድገሙ፣ የሱስ ጎይታ ይበሉኒ። ስለ ዘፍቀረኒ ይበሉ። ኣምላኽ ሸለል እንተ ደኣ ኢልካ ኩሉ ነገር ይቐንዓካ። ኣይደልያን እዚኣ ኣይደልያን እዩ ንኣምላኽ ተስእነኒ ሳክሰስ ዝበሃል ነገር እኮ የሱስ ኣብ ህይወትካ ክገሃድ ከሎ ጥራይ እዩ ናይ ሳክሰስ መዐቀኒ ስጋዕ ክንደይ የሱስ ኣብ ህይወትካ እንታይ ኮይኑ ኣሎ ተገሊጹ ኣሎ ንራዳ ኣለና እሱ ይኮነን ትምህርትና ካል ትምህርቲ ክንማር ኢና እዚኣ ንእግረ መንገድና እግዚኣብሔር ኩሉ ነገር ሃሰስ ኢልኩም እስኻ እንተ ዘይተተንኪፍካ መጻኢኻ ብጣዕሚ ዓቢ እዩ። ራእይኻ ብጣዕሚ ዓቢ እዩ። ኣብ ቅድሜኻ ዓበይቲ ነገራት ኣለዉ። እስከ ኣብ ቅድመይ በሉ ዓቢ ነገር ኣሎ። እስከ በሉ ድጎም ዓቢ ነገር ኣሎ በሉ ዓቢ ነገር ኣሎ በሉ። እግዚኣብሔር ነቲ ዘፍቅሮ ውሉድ እንታይ ዝገብሮ ዝቐጽ ስለዚ መቕጻዕቲ ገለገለ ከተኣታተወልኩም ደለ ይኮንኩን ናይ መቕጻዕቲ መንፈስ ከውፅ ደለ ይኮንኩን እግዚኣብሔር ስለ ተዛረበኒ እዩ ኣብ ነብስኻ ምስ በጽሐ ነብስኻ ምስ ተተንከፈት ማለት ኣእምሮኻ ምስ ተተንከፈ ደኣ እምበር ስጋኻ ምትንካፉ ገንዘብካ ምትንካፉ ነገራት ምትንካፉ ንሰይጣን ዓወት ኣይኮነን ኣብዚ ኩሉ ነገር ግን የሱስ ክርስቶስ ትማልን ሎምን ንዘለኣለም ህያው እዩ ትብል ኣእምሮ እንተ ወኒንካ ኣይሰማዕኹን ዘለኹ ኣይሰማዕኹን ዘለኹ ኣይሰማዕኹን ዘለኹ ኩሉ ነገር ኮይኑ ቃላትካ እንተ ተቐይሩ እስኻ እንታይ ኢኻ ዓብ መጻኢ ኣለካ ስለዚ ኢሎም መዓንቲ እግዚኣብሔር ይባረኽ ኣሜን ኣሜን ኧረ ኣሜን በሉ ጸላእትኻ ኣብ ዘይኣትዎ ስፍራ እቶ ዝብል መልእኽቲ እዩ ዘለና። ጸላእትኻ ኣብ ዘይኣትውዎ፣ ክኣትዎ ኣብ ዘይክእሉ፣ ክበጽሕዎ ኣብ ዘይክእሉ፣ ክትንክፍዎ ኣብ ዘይክእሉ። ኧረ ኣሜን በሉኒ፣ ኧረ ኣሜን በሉኒ። ነዚ ነገር ባህ ዝበለለ ድዩ? ርግፀኛታት ኩኑ፣ ርግፀኛታት ኩኑ። ሻቅራባዱና ማስ የሱስ ክርስቶስ መዓልቱ ስለ ዘይኣኸለ ክሕዝዎ ምስ ዘለዩ ብማእኸሎም እንታይ ገይርዎም ከደ ብለና ፈንጢስዎም ከደ። ሕጂ እንታይ ኮይኑ እዩ? እሳቶም በትሱ ዝኸዶ መንገዲ ክኸዱ ኣይክእሉን እዮም ስለዚ ጸላእትኻ ዘይከዱሉ መንገዲ ሎማዓንቲ እንታይ ክትገብር ኢኻ ክትከይድ ኢኻ እስከ የሱስ ጎይታ ይበሉን እዩ ድገሙ የሱስ ጎይታ ይበሉን እዩ ስለዚ ጸላእተይ ኣብ ዘይኣትዎ ቦታ ዝኣቱ እስከመይ ዝበልኩ እየ እንታይ እዩ ስርሐይ ከመይ እዩ እንተ ኢልኩም ክርስትና ኣበይ ይምርኮስ እንተ ኢልኩምኒ ክርስትና ኣብ ተልእኾኻ እዩ ዝምርኮስ እስከ ኣብ ተልእኾ ይምርኮስ በሉ ናትካ ተልእኾ እንተድኣ ጸላእትኻ ኣብ ዘይኣትዎ ስፍራ ክትቅመጥ ኮይኑ፣ ምናልባሽ ሜትኩም ኢኹም ህይወትኩም ምስ ክርስቶስ ኣብ ኣምላኽ ተሰዊራ ኣላ ዝብል ኮመን ዝኾነ መልእኽቲ እዩ። ንኹሎም ክብሪ ንኣምላኽ ይኹን፣ ክብሪ ንኣምላኽ ይኹን። ጸላእተይ ዘይኣትዎ ስፍራ ከመይ ዝበለ እዩ? መቸም ኩሉ ሰብ ደስ ይብሎ እዩ ናይ ጸልማት ምኽሪ ዘይብሉ ጸልማት ኣብ ዘይረኽቦ ሰራቒ ኣብ ዘይብሉ፣ ናይ ጸልማት ሓሳብ ዘይብሉ ስፍራ ምቕማጥ ኣዝዩ ባህ ዘብል እዩ። ግን ኣብዚ ዓለም ኮለኻ ይኸውን ድዩ? ጎይታና የሱስ ክርስቶስ ክጽሊ ከሎ እኮ ኣብ ዓለም ከለዉ ክትሕልዎ እምበር ካብ ዓለም ከተውጾም። ስለዚ ኣብ ዓለም ኮለኻ ትሕለወሉ መንገዲ ኣሎ። ካብ ዓለም ከይወጻኻ ኣብ ዓለም ኮለኻ ሲ ትሕለወሉ መንገዲ ኣሎ። እዚ ኸኣ እንታይ ይበሃል? ቃል ኣምላኽ ይበሃል። እስኪ ቃል ኣምላኽ በሉኒ። ኣይሰማዕኹን ኣይሰማዕኹን ኣይሰማዕኹን። ቃል ኣምላኽ ፍልጠትካ ክኸውን ኣይኮነን ተጸዊዑ ቃል ኣምላኽ መረዳእታኻ ኸውን ኣይኮነን ጸዊዑ። ቃል ኣምላኽ ህይወትካ እዩ፣ መንበሪኻ እዩ። ቃል ኣምላኽ መንበሪኻ እንተ ደኣ ኮይኑ ኣብ ቃል ኣምላኽ ዝነብር ሰብ ፈጺሙ ካብ ቃል ኣምላኽ ወጻኢ እስከ ኣሜን በሉኒ። ኣረ ኣሜን በሉ፣ ኣረ ኣሜን በሉ። ክወፅእ ክነብር ኣይክእልን እዩ ኣብ ቃል ኣምላኽ ዝነብር ወዲ ኣምላኽ ከዓኒ እንታይ እዩ ፍሪኡ ከመይ እዩ ሎማዓንቲ ነዚ ክንርኢ ኢና ሎማዓንቲ ንዓኻትኩም ዘለኒ መልእኽቲ እስከ ኣሜን በሉኒ ኣረ ኣሜን በሉኒ ካብዛ ሰዓት እዚኣ ፀላእትኻ ዘይኣትዎ ስፍራ ክትኣቱ ኢኻ ይከኣል ድዩ ይከኣል ድዩ መቸም ፀላእቲ ስጋ ሕጂ ጎነፅን እንተልኩም ኣደኖ ምጉናፆም እኳ በዚሕና በዚሖም በዝን በዝን በዝን እንዳጎነፁ ሲ በዚሖም ከማን ምጉናፆም ግን እሶም ኣብ ዘይብሉ ስፍራ ክንኣቱ ኢና ዝጉንፅኻ ዘለዉ ኣል- ኣለኹም ደብርኻት ተፈቒዱሎም እዩ እምበር ኣረ ኣሜን በሉኒ ስቒሎም ኣይኮኑን ተፈቂድሎም እዮም እንታይ ኮይኖም እዮም ዝጉንጹኻ ዘለዉ ስፍራኻ ኣይኮነን ርሓቅ ካባና ተፈለ ተኣለ ካባና እዚ ስኻ ዘለኻዮ ስፍራ ናትና ደኣ እምበር ናትካ ኣይኮነን እዮም ዝብሉኻ ዘለዉ ዣቫንቶ ክሮዲናማስ ካላቫዲያፖስ ኬንቶ ሮዦሎ ዲናማስ ኣሜን በሉን እዩ ሰይጣን እንተ ይጉንፀካ ኣሎ ኮይኑ እንታይ ኻ ተጋጊኻ ዘለኻ ስፍራ ቦታ ተጋጊኻ ኣለኻ ስለዚ ሓደ ነገር ከረዳእኩም እየ የሱስ ክርስቶስ ጎይታ እዩ እስከ ኣሜን በሉን እዩ ድሕሪ ሕጂ ናትኩም ነገር ኣይክልከልን እዩ ኣታ ኣይክልከልን እየ ዝብል ዘለኹ ኣይክልከልን ይብል ኣለኹ እስከ ኣይክልከልን ይበሉ እስከ ዳንኤል ዓስራይ ምዕራፍ ኣውፃለይ ሳይሞን ብሉፅ ላክራሽውዳ ዳና ማህራባ ዲያፖስ ንጥቓኻ ዘሎ ሎማዓንቲ እግዚኣብሔር ክዛረበካ ይበሎ ትንቢት ዳንኤል ምዕራፍ ዓሰርተ ካብ ዓሰርተ ሓደ ክሳብ ዓሰርተ ሰለስተ። ሻፑራ።
ንሱውን ኣታ ዳንኤል ኣዚኻ እተፈተኻ ሰብ፣ ኣነ ሕጂ ናባኻ ተላኢኸ እየ እሞ፣ ነቲ ኣነ ዝነግረካ ቓላት ኣስተውዕሎ፣ ቀጥ ኢልካ ድማ ደው በል። በለኒ። እዚ ቓል እዚ ምስ ተዛረበኒ እናንቀጥቀጥኩ ደው በልኩ። በለኒ ድማ፣ ዳንኤልየ፣ ካብታ ልብኻ ናብ ምስትውዓል ዘቕናዕካላ፣ ርእስኻውን ኣብ ቅድሚ ኣምላኽ ዘትሓትካላ ቐዳመይቲ መዓልቲ ጀሚረን ቃላትካ ተሰሚዐን እየን እሞ፣ ኣይትሸበር። ምእንትዚ እዘን ቃላት ከኣ መጺኣኒ እኔኹ። እቲ መንፈስ መንግስቲ ፋርስ ግና ዕስራን ሓደን መዓልቲ ተቓወመኒ። እንሆ ኸኣ ሚካኤል ካብቶም ኣውራታት መሳፍንትስ ሓደ ንምሕጋዘይ መጸ፣ ኣነውን ኣብኡ ምስቶም ነገስታት ፋርስ ተረፍኩ። ክብሪ ንኣምላኽ ይኹን። ዝዛረብ ዘሎ መን እዩ ነዚ መልእኽቲ ዝህብ ዘሎ? ኣቤት መልኣኽ ገብርኤል እዩ ዝዛረብ ዘሎ። ኣለኹም ዶ ብሩኻት? ምስ መን ይዛረብ ኣሎ? ምስ ዳንኤል። ናይ ኩሉ መበገሲ ዳንኤል እዩ ዕስራን ሓደን መዓልቲ ጸልዩ ዕስራን ሓደን መዓልቲ ግን መስመር እንታይ ኮይኑ ነይሩ ተዓፅዩ ግን መልኣኽ እንዲ እንታይ ኮይኑ ደኣ ገብርኤል ዘይከፈቶ ኣለኹም ንብራት መን መፂ ከፊትለይ ዝብሎ ዘሎ ሚካኤል ዝበሃል መልኣኽ መፅዩ ከፊትለይ ገብርኤልን ሚካኤልን መላእኽቲ እዮም ተልእኾም ግን እንታይ ዝብሎ ዘሎ ካብቶም ኣውራታት መሳፍንትስ ሓደ ንምሕጋዘ ይመፀ ኣውራታት ኣብዚ ክንዛረብ ኢና ካብቶም ኣውራታት ሓንቲ ኪንግደም መንግስቲ ኣምላኽ ዝበሃል ቅድሚ ናብቲ መልእኽቲ ምእታወይ እዛ ኪንግደም እዚኣ ኣይተገልፀትን ዘላ ኣይተጋህደትን ዘላ ኣይወፀትን ዘላ ዘይወፀት ከዓ መሳርዓ ስለ ዘይተተኽለ እዩ ኣለኹም ዶ መሳርዓ እንታይ ኣይኮነን ኣይተ ተኽለን ምክኤል የለን ገብርኤል የለን ምክኤል ገብርኤል ክኸውን ይደሊ ገብርኤል ከዓ ምክኤል ክኸውን ይደሊ ኣለኹም ዶ ብሩኻት ዳንኤል ምክኤል ክኸውን ይደሊ ሕውስውስ ዝበለ ነገር ይመፅእ ኪንግደም ኣበይ ይሰርሕ ተረኣልኩምኒ ይዛረብ ኣሎ ምስ ዳንኤል በቃ መፅኤካ ኣለኹ ብክንደይ ቃልስ ቅልስ እየ መፅኤ መስፍን ፋርስ ተቃዊምኒ ዕስራ ሓደን መዓልቲ ገይረ ሂፖክራሲ ዝኾነ ዘረባ ኣይተዛረበን ካብቶም ኣውራታት ሓደ መልኣኽ ግን መፂኒ እዩ እዞም ኣውራታት እንታይ እዮም ዝገብሩ እዞም ኣውራታት ስርሖም መስመር ምኽፋት እዩ መስመር ይኸፍቱ መልእኽቲ ኣየብፅሑን እዮም እሶም ሰይፍ ዝሓዙ እዮም መደቦም ናይ ፀልማት ዓለም ምንቃል እዩ እዞም ናይ ጸልማት ዓለም ዝነቕሉ መላእኽቲ፣ እዞም መላእኽቲ እዚኣቶም ማሩሽ ካሉዳ ካንታ ብዘይ ከም በዓል ዳንኤል ዝኣመሰሉ ናይ ጸሎት ሰባት ክሰርሑ ኣይክእሉን እዮም። እምበኣር ኣይ ናይ መልእኽተኛ ኢኻ፣ ኣብታ ኪንግደም እንታይ ኢኻ ዝሰርሕ ዘለኻ? ብዙሕ ግዜ ሕውስውስ ዝብሎ ንሰብ መንነቱ ኣይፈልጥን እዩ። መንነት ብዘይምርዳእ ምንም ነገር ክትጥቀሙሉ ይትኽእልን ኢኻ መንነቱ ምስ ተረድአ ወዲ ኣምላኽ ኣለኹም ደውረኻት ተቐዳመይቲ ኣብ ህይወቱ ትረአ ትሕትና እያ ትሕትና ማለት እንታይ ማለት እዩ ተረኣልኩምኒ መልእኽትኻ ምፍላጥ መልእኽቱ ዘይፈልጥ ሰብ ስርሑ ዘይፈልጥ ሰብ ትሕትና ኣብ ህይወቱ ክትርእየሉ ኣይትኽእልን ኢኻ ሎማዓንቲ ከቐምጠልኩም ደልየ ዘለኹ እዚ መልኣኽ እዚ መፂኡ ተቓሊሱ ተቓሊሱ ምሕላፍ ስኢኑ ግን ኣውራ ዝኾነ መልኣኽ መፂኡ ብዛይ ኣለኹም ዶ ትኾኑ እዚ ኣውራ ዝኾነ መልኣኽ ነቲ መስመር እንታይ ገይርዎ ከፊትዎ ከፊትዎ መልእኽቲ መፂኡ ንዳንኤል ከዓ መልሱ ሕጂ መስመር ዕፁው ድዩ ዘሎ ክፉት እዩ እንተ ኢልኩም ልኩትኩትኩትኩትኩትኩት ድበለ ልኩትኩት ዝበለ እዋእ እሞ ኣምላኽ ኣባይ እንዲዩ ዘሎ እዋእ ኣባኻ ኣሎ እንታይ ኢልካ ፈልጥ እንታይ ተዛሪብካ ኣሎ እንታይ ይዛረብካ ዘሎ መስፍን ማሕደሩ ኣብ እምሮ ኣንበር ኣብ ኣየራት ኣይኮነን ምስ ኣለኹም ትኾኑ ኣብ ኣየራት ሓሳብካ እዩ ዘሎ ኣብ ኣየራት እቲ እስኻ ትዛረቡ ቃላት እዩ ዘሎ ኣብ ኣየራት እስኻ ተውፅኦ ቃላት እዩ ዘሎ ከምዚ ገይረ ከረዳእኩም ሓንሳብ ኔትወርክ ዝዘርግሐ ወዲ ኣምላኽ ኣሜሪካ ይሃሉ ኣውሮጳ ይሃሉ ኣብ ዝሃለወ ይሃሉ መስመሩ ንዕ እንታይ እዩ ክፉት እዩ ናይ ኣሜሪካ ዘለዉ መናፍስቲ መፅኦም ጠጠው ከብሎ ኣይክእሉን እዮም እንታይ ኮይኑ ትልዕልኩምኒ ኣእምርኡ በቃ እቲ እቲ እቲ እቲ ኔትወርክ እንታይ ገይርዎ እዩ ዘርጊሕዎ እዩ ኣብ ኣእምሮኻ ዘሎ ዳኣ ይመለክዕ እምበር የሱስ ጎይታ እዩ የሱስ መን እዩ የሱስ መን እዩ ቦታ ስለ ዝቐየርካ ለውጢ ዝበሃል ነገር ሕጂ ሓደ ነገር ከረዳእኩም ሓደ ወዲ ኣምላኽ ሲ ርክቡ ምስ መን እዩ ሕጂ መቸም መልኣኽ መፅኡ መስመር ክኸፍተለይ እንተ ልዓልካኒ ኣለኹም ደብሩኻት ኣምላኽን እስኻን ብበይንኹም ኣይኮንኩምን ብሓደ ኢኹም ዘለኹም ይስምዓኹም ዘለኹ እንታይ ይብላ ኣለኹ ብሓደ ኢኹም ዘለኹም እንታይ ደኣ እዩ ዝፈላልየና ዘሎ ሕጂ ኣብ ኣእምሮ ዝተቐመጠ ነገር ኣሎ ቻለ ነገር ከምፃልኩም የሱስ ክርስቶስ ጎይታ እዩ እስኪ ኣሜን በሉ ኧረ ኣሜን በሉ መንበሪና ቃል ኣምላኽ ይደለ ኣብ ቃል ኣምላኽ ከዓ ሰይጣን የለን ኣብ ቃል ኣምላኽ ሰይጣን የለን ኣብ ሓሳብ ኣምላኽ ሰይጣን የለን ሲድራቅ ሚሳቅ ዓብድኔጎ ሲ ሓደ መልእኽቲ መጺኡ ነዚ ምስሊ እዚ እንተዘይሰጊድኩም ናብዚ ሓዊ እታ ክትገብሩ ኢኹም ኢሎሞ እቲ ዝገርም ነገር ሓዊ ተዳልዩ ሸውዓተ ዕፅፊ ነዲዱ ዘሎ ምሳይ ዶ ትብሉ ትኾኑ ነዲዱ ዘሎ እንታይ ይገብሩ ኣለዉ ሽዑ ንሕና ኢሎሞ ብዛዕባ እዚ ምላሽ ክንበካ ኣይንኽእልን ኢና ኣለኹም ንምሳይ ሽዕኡ ኣሲርኩም ናብቲ ሓዊ እንታይ ግበርዎም ኢሎም ደርብዮሞም ደይደርብዮውን ክብሪ ንኣምላኽ ይኹን እቲ ሓዊ እሳቶም ክኣትዎ ይኽእሉ እዮም ይኽእሉ ድዮም ኣይክእሉ ክኢሎም ፀላእቶም ክኣትዎ ይኽእሉ ድዮም ኣብዚኣ እታ ሚስጥር ሕጂ ትንክፍ ኣብለለይ ትጥቓኻ ዘሎ ፅቡቅ ጌርካ ሓዘኒ በሎም እስካ ኣሜን በሉ ኣምላኽና ዝባላዕ ኣምላኽና እንታይ እዩ ኣምላኽና እንታይ እዩ ኣብዚ ዓው እዚ ሕጂ በጀካ ሲድራቅ ሚሳቅ ዓብድኔጎ ካልእ ከኣቱ ኣይሰማዕኹም ዘለኹ ኣይሰማዕኹም ግን ዘለኹ እንታይ ኣትዩ ከ እንታይ ይኸውን ይብላዕ መልእኽተይ ጸላእትኻ ክኣትዎ ኣብ ዘይክእሉ ዝባላዕ ሓዊ ኣብቲ ቀደን ሲና እኮ ሓደ ነገር እኮ ገይሩ እግዚኣብሔር ሓደ ነገር ገይሩ ንሙሴ ደይብ ኢልዎ ነቶም ህዝቢ ግን ከይሞቱ ኣጠንቅቆም ኣብ ኣምላኽ ዝኣተወ ሙሴ ኣብ ኣምላኽ ዝበፅሐ ሙሴ ኣብ ህይወቱ ሞት ዝበሃል የለን ኣብቲ ቐረን ዝተጸግዐ ዘበለ ግን እንታይ ይኸውን? ይመውት። ራእዮ እቲ ሚስጥር ሕጂ መንበርየ እሲ እቲ ኣልፋን ኦሜጋን ዝኾነ መጀመርታን መወዳእታን ዘይብሉ ቀደም ዝነበረ ሕጂ ድማ ዘሎ ቃል ኣምላኽ ዝበሃል ኣምላኽ ዝኾነ እሱይ መንበርየ ኣብኡ ጸላእተይ ክነብሩ ሓደ ሰብ እዩ ዘይተረዳእኒ ዘሎ ኣለኹም ዶ ትኾኑ ምሳይ ኣለኹም ምሳይ ሰይጣን ናብ ቃል ኣምላኽ ክነብር ኣይክእልን እዩ ኣብ ቃል ኣምላኽ ዝነብር ወዲ ኣምላኽ እስከ ኣሜን በሉን እዩ ፅቡቅ ጌራ ክትርዳእኩም ይደሊ ፅቡቅ ጌራ ክትርዳእኩም ይደሊ ሚዛን ዓብድን ይኮ ኣብቲ ሓዊ ኣትዮም እስከሚን ብሉ ኣትም ዲ ኣትውን እዛ ሓዊ እዚኣ ብጀካ ንዕኦም ንካልእ ከተቐምጥ እሞ ስፍራኻ ቀይርሎም ማዓንቲ ስፍራኻ እንታይ ግበሮ ቀይሮ ንዓኻ ጥራይ ዝምልከት ቦታ ኣሎ ሰክሬት ዝኾነ ቦታ ኣሎ ኣብ መንፈሳዊ ዓለም ንዓኻ ዝተዳለወ መንገዲ ኣሎ ማንም ክፃወሮ ዘይክእል እሱ ኣብ ሰዓትኻ እዩ ፓሩሻ ላቫዱናማ እንታይ ኮይኑ ኣብ ጴጥሮስ ተመዓልቲ እቲ ኣምላኻዊ ባህሪ ክትኮኑ ኢሉ ተመዓልቲ እቲ ኣምላኻዊ ኣለኹም ነውርኻት ዘመን ዘይኮንካ ትልውጥሲ ባህሪ ክልወጥ ዘለዎ ይሰማኹን ዘለዎ ሻሩ ዳሃላቫዱና ማስ ኤረ ከለቨደኔሞስ ናይ ሓዊ ባህሪ ቀይሮም ሓዊ ይባላዕ እዩ ሓዊ እንታይ ይገብር እዩ ንዓቶም ግን በኢየሱስ ስም ከምዚ ገይረ ከረዳእኩም እየ ከምዚ ገይረ ከረዳእኩም እየ ይረዳእኩም ኣይረዳእኩም ንኩሉ ግዜ ኣለዎ ኢሉ ሰለሙን ንኩሉ እንታይ ኣለዎ ናይ ሓዊ ግዜ እዩ ሕጂ እንታይ ዝገብር ዘሎ ዝመፅእ ዘሎ ናይ ምንታይ ግዜ ይብል ኣለኹ ናይ ሓዉ ግዜ እዚ ናይ ሓዉ ግዜ እምበኣር ከመይ ገይሩ እዩ ኣብኡ ዘእተወካ እግዚኣብሔር ተላልኩምኒ ሲድራቅ ሚዛቅ ዓብድኔጎ እኮ እዚ ናይ ሓዉ ግዜ እኮ ኣይፈልጥዎን እዮም ነይሮም ንጉስ ሕጊ ውፅኡ ሕጊ ውፅኡ ኣብዚኣ እንተ ዘይሰጊድኩም ናብ ዝእቶን ሓዉ እንታይ ክትኮኑ ኢኹም ሕጂ ደፊኡ ደፊኡ ኣብ ቦትኦም ኣእትዎም ደየእትዎን ትድፋእ ኢኻ ዘለኻ ኣታ ትድፋእ ኢኻ ዘለኻ ትድፍኢ ኢኺ ዘለኺ ስፍራኻ ግን ኣታ ኣሜን በሉ ንማንም ኮንፈርት ዘይኮነ ንማንም ምቹእ ዘይኮነ ማቱራ ኣላቫድያ ኣክሮዲና ማሳንታ ማክራዥ ለቫሳ ንዓኻ ጥራይ ምቹእ ዝኾነ ኣብኡ ድማ ኣምላክካ ዝርከበሉ እምበኣር ቃል ኣምላኽ ኣበይ ጸኒሕተልኩምኒ ኣብ ሓዊ ኣብ ቤት መቕደስ ጸኒሑ ድዩ ኣብ ቤት መቕደስ ጸኒሑ ኣለኹም ንብሩኻት ኣብቲ ዋዕላ ጸኒሑ ቃል ኣምላኽ ኣበይ ጸኒሑ ኖኖ ራብዓይ ንርኢ ኣለና እሱ ግን ወዲ መን እዩ ዝመስል ኢሉ ግን ኣይሰማዕኹን ዘለኹ እሱ መን ይመስል ኢሉ መንበርዮ ይበሉን እዩ እሱ ይበሉን እዩ እሱ እንተ ኮይኑ መንበሪኻ ኣብ ሓዊ ብሰላም ትነብር ኣብ ሓዊ ቃላት ተቐየሩ ቃላት ተቐይሩ ዘይተቐየረን ስድራ ምሳቅ ዓብዲ ኔጎ ኣቱም ባሮት ልዑል ኣምላኽ ኣነ ግን እኮ ይዛረብ እኮ ዘለኹ ኣነ እኮ መልእኽቲ የተሓላልፍ እየ ዘለኹ ቃላት ክቕየር ይብለካ ኣለኹ ቃላት እንታይ ክኸውን እዩ ንምንታይ ቃላት ዝቕየር መሲልካ ፓሮሻ ማዲናማስ ደፊኦም ደፊኦም ደፊኦም ደፊኦም ደፊኦም ናበይ እትዮሞም ናብቲ ሓዊ ኣብቲ ሓዊ መን ኣሎ የሱስ ዝበሃል ገና ገና ዘይተገልጸ እኮ እዩ ዘይተወልደ ወዲ ኣምላኽ ዝበሃል ኣብኡ ነይሩ ደቂ ኣምላኽ ኣይኮኑ ነይሮም ወዲ ኣምላኽ ደቂ ኣምላኽ ዝበሃሉ መላእኽቲ እዮም ኣለኹም ንብሩኻት ወዲ ኣምላኽ ዝበሃል መን እዩ የሱስ እዩ እዚ የሱስ እዚ መንበሪ ባቡሉን እዩ

እግዚኣብሔር ይባረክ ሃለሉያ ውይ መንፈስ ቅዱስ ፓሮዣማ ሃላቫዲያስ ኣምኖት ኖርማል ኖርማል ኣይኮንኩን ኖርማል ላይፍ ኣይመርሕን እየ ኖርማል ዝበሃል ነገር ክንደይ እስራኤላውያን እኮ ነይሮም እኳ እዮም ሲድራቅ ሚሳቅ ዓብድኔጎ ጥራይ ኣይኮኑን ነይሮም ኣብቲ ሓዊ ክኣትዉ ዝግብኦም እሳቶም ግን ኣበይ ተረኪቦም ኣብ ቃል ኣምላኽ

የሱስ መን እዩ? የሱስ መን እዩ? የሱስ መን እዩ? የሱስ መን እዩ? ስለዚ ሓደ ነገር ኣስተውዕሉ። ክርስትና ሕጂ እውን ቋሓምዎ ውሰድዎ ገና ክግለጽ ኣለዎ። ብመዐቀኒ ክርስቶስ ኣይኮንና ንነብር ዘለና፣ ብመዐቀኒ መረዳእታና ኢና ንነብር ዘለና። ኣብ ቃል ኣምላኽ ምንባር ምስ ጀመርካ ግን ኣብ ሓዊ ኣቲ ኣሜን በሉ እምበኣር መልእኽትኻ እንታይ እዩ ተላኢልኩምኒ ሓዊ ናይ ብዙሓት ኣእምሮ ይቕይር እዩ እዛ ንሓድሕዳ ትባላዕ ዘላ ንሓድሕዳ ትካሰስ ዘላ ነንመዓልቲ መመሊሳ ትጓነፅ ዘላ ማሕበር ሓዊ ምስ መፀ እሳ ኣይኮነትን ዓለም እዩ ንክርስቶስ ዝፈልጦ ዓለም ንክርስቶስ ኣይገብሮ ይፈልጦ ከመይ ገይሩ ኖ ኖ ኖ ኖ ኖ ተዛሪቡ እኮ እቲ ንጉስ ኣምላኹም ናይ ብሓቂ ንኣምላኽ ሲድራቅ ሚሳቅ ዓብድኔጎ ክፉ ቃል ዘውፅእ ሞት ፍቓድካ ከምቲ ኣብ ሰማይ ከምኡ ድማ መጀመርያ ሓንቲ ነገር ሕዝኒ ሓንቲ ነገር ሕዝኒ ብግብርኻ ብስራሕኻ ገለገለገለ ዝበሃል ነገር ኩሉ ግደፍዎ ብመንነትካ ወዲ ኣምላኽ ኢኻ ብመንነትካ እንታይ ኢኻ ኣበይ ኢኻ ትነብር ኣብ ቃል ኣምላኽ ቃል ኣምላኽ ወረች የሱስ ጎይታይ ዳዊት ምሕላው ቃልካ እንታይ ኢሉ ግደይ ኢሉ ዳዊት ንቃል ኣምላኽ ይሕልዎ እስካ ኣሜን በሉ ቃል ኣምላኽ ንዳዊት እንታይ ይገብሮ ክብርን ኣምላኽ ይኹን እስኻ ግን ሕልው ኢኻ ዳዊት ንዑ ክጥዕሞ እዩ ቃል ኣምላኽ ዝሕልዎ እምበር ቃል ኣምላኽ ከይፀድፍ ኣይኮነን ብዙሕ ሰብ እኮ ወንጌል በቃ ታሪክ ከይከውን ከምዚ ከይከውን በቃ ንሕና ክንትስእ ንሕና ተደይ ተሲእና ወንጌል ከም ዝኸውን ይገለ እዩ ዝብል ኖ ኖ

ዘመንካ ምስ ተወድአ ምንም ነገር ክትገብር ኣይትኽእልን ኢኻ እዚ ዘመን እዚ ግን ናትካ ዘመን እዩ እዚ ዘመን ናይ መን ዘመን እዩ እዚ ዘመን ናይ መን ዘመን እዩ ስለዚ እምበኣር ሓዊ በጀካ ንዓኻ ንኻልእ ፍቓድ ስለ ዘይሃበ ምሳይ ትብሉ ዝኾነ በጀካ እስኻ ክትነብርሉ ካልኦት ክነብርሉ ኣይክእሉን እዮም ኣብ ሓዊ ቃል ኣምላኽ ኣሎ ኣይሰማዕኹም ዘለኹ ኣብ ባሕሪ ቃል ኣምላኽ ኣሎ ኣታ ኣሎ በሉኒ ኣብ ኩነታት ቃል ኣምላኽ ኣሎ ኣሎ የለን ኣሎ የለን ስለዚ ንሳገር ኢልዎም ኦኬ ናበይ ንገርጌሶን ይኸዱ ኣለዉ ማዕበል መፅዩ ተሲኡ መጺኡ ገኒሕዎም። ኣለኹም ንብሩሃት። እዚ ንፋስን ማዕበልን ዝእዘዝዎስ መን እዩ? እንታይ መን ምዃኑ ከይፈለጡ ስዕብዎ ነይሮም። ኣታ ማዕበል ክመጽእ ከሎ ፓፓፓፓፓ ገለ ነገር ክኹልዖ ዝደለየ ነገር ምስ ዝመጽእ እዩ ማዕበል ዝመጽእ። እንታይ ኮልዕ ተደኣልኩም ኣብ እምሮኦም ዝነበረ ጸልማት ዓልዩ ምስ የሱስ እናኸድካስ ሞት ኣሎ ኢሎም ሓስቡ ነይሮም ሓቂ ዶ ኣይኮነን ምስ የሱስ ከለካ ሞት ኣሎ ድዩ ርግፀኛ ኮይነ ይነግረኩም ኣለኹ ናይ ዘለኣለም ህይወት ጥራይ ደይኮነስ ኣታ ኣሜን በለው ኣብዚ ምድሪ ሞት ዝበሃል ነገር ንዓኻ ጉዕዞኻ ከይወዳእኻ ኣይረኸበካ ጣን እዩ ምስ መን ስለ ዘለኻ የሱስ በዓል ራእይ በለኒ በጃኻ ኣጋንንቲ ከውፅእ ሕሙማት ክፍውስ እዩ ጥንቁርና ክነቅል እዩ ፀልማት ክነቅል እዩ ተኣምራት ክገብር እዩ እዚ ኣምላኽ ጥንቲ መንበሪ እዩ ተመክሕሉ እስከ ኣታ ተመክሕሉ ሕጂ ሕጂ ክመውት እዩ እኮ እዮም ኢሎሞ ንጳውሎስ ፓሮሽ ሕጂ ሕጂ እንታይ ክኸውን እዩ ኣይትመውትን ኢኻ ኣታ ራእይኻ ይመውትን እዩ ኣገልግሎትካ ይመውትን እዩ ኣባኻ ዘሎ የሱስ ብርቱዕ እዩ ኣባኺ ዘሎ የሱስ ብርቱዕ እዩ በኢየሱስ ስም ቃል የውፅእ ኣለኹ እናደመቅካ ክትከይድ ኢኻ እናተገለፅካ ክትከይድ ኣላ ሎሚ ምኽሪ ፀልማት ነፍርሶ ኣለና ናይ ሽወል ኣጀንዳ ንበትኖ ኣለና ጠንቆልቲ ንፍትኖም ኣለና በተናዮ በኢየሱስ ስም ካብ ኣምላኽ ዘይኮነ ኩሉ ሎማዕንቲ ነቕሎ ኣለና ነቐልናዮ ጅግና ኢኻ ንስኻ ጅግና የበለኒ በጃኻ እግዚኣብሔር ይባረኽ ስለዚህ እንታይ እቲ መልእኽቲ ተላኢልኩምኒ ንሕና መልእኽተኛታት ከይዕገቱ ዝተላእኽና ኣውራታት ኢና ኣይሰማዕኹም ዘለኹ ኣይሰማዕኹም ዘለኹ መልእኽተኛታት እንታይ ከይኮኑ ኩሎም ሽሞም ኣብ መዝገብ ህይወት ተጻሕፈ። እግዚኣብሔር ቀቢኡ ዘተስኦም ኣገልገልቲ ስሊኦም ንጽሊ፣ ስሊኦም ንዋጋእ፣ ስሊኦም ኣብቲ ነቓዕ ደው ንብል፣ መልእኽተኛታት ዘይዕገትሉ መስመር ንኸፍት ደቂ ኣምላኽ ኢና። ጸሎት ጻድቕ ብግብራ ብዙሕ እንታይ ትገብር ኢሉ ጻድቕ ማለት ከመይ ዝበለ እዩ ተላኢልኩምኒ መንነቱ ኣረ ኣሜን በሉ። ቃል ኣምላኽ መንበር እዩ ዝኾነ። እዚ ክጽሊ ከሎ እንታይ ይገብር? የስልጥ። ሓደ ነገር ክነግረኩም ሓደ ነገር ክነግረኩም ዝጽልዩ ሰባት ዝጽልዩ ሰባት ኣለኹም ዶ ብሩኻት ኣይሰማዕኹን ሃማ ንጽሊ ድዩ ተጸለየ ከዓ ናብ ጣዖት ይጽሊ መን ክሰምዑ ማርዶካይ ግን እንታይ ይገብር እዩ እዛ ኣብ ቅድሚኡ ክትወድቕ ጀሚርካ ዘለኻ ኢላቶ ውይ መንፈስ ቅዱስ እዛ ኣብ ቅድሚኡ እንታይ ክትገብር ጀሚርካ ዶ ኣይሁዳዊ እንተ ደኣ ኮይኑስ ጠቕሊሉ ጠቕሊሉ እንታይ ክገብረካ ኢሉ ኮይኑ ዶ ኣይኮነን ኮይኑ ዶ ኣይኮነን ጸለይቲ ሰባት መስመር ንደቂ ኣምላክ ክኸፍቱ ኢሎም ዝወፁ ኣውራታት ከም በዓል ሚካኤል ኣለኹም ዶ ብሩኻት ኣብቲ ከውሑ ዝወደቐ ይስበር እቲ ከውሑ ዝወደቐ ከ ይጭፍልቕ ሃመር እናገበሩ እዮም ዝኸዱ እናጨፍለቑ እዮም ዝኸዱ ምሳይ ኣለኹም ትኹኑ ናይ ጸሎት ሰባት መስመር ዝኸፍቱ ኣውራታት ኣብ ቅድሚ እግዚኣብሔር ዝቆሙ እቲ መስፍን እኮ ኣብ ቅድሚ መን እዩ ዝቐውም ኣብ ቅድሚ እግዚኣብሔር እኮ እዩ ዝቐውም ኣብ ቅድሚ እግዚኣብሔር ዝቐውም ሰብሲ እንታይ ክትገብሮ ትኽእል ቻፓሉ ዳህያ ካንተ ኣብ ቅድሚ ኣምላኽ ዝቐውም መልኣኽ ኣብ ቅድሚ ኣምላኽ ዘይቀውም መልኣኽ ተራኺቦም መፂ ሽዑ እቲ ኣብ ቅድሚ ኣምላኽ ዝቐውም ሲ ዲስትሮይ ገይርዎ ሽዑ ነቲ መልእኽቲ እንታይ ገይርዎ ከፊትዎ ክልተ ሽሕን ዕስራን ሽዱሽተን ንኹሎም ደቂ ኣምላኽ ንኹሎም ሽሞም ኣብ መዝገብ ህይወት ተጻዕፈ ኣብ መከራ ዝርከቡ ኣብ ሽግር ዝርከቡ መስመር ከፈትናዮ ፓ ሰይጣን ዘይንቀሳቐሰሉ ዓመት ክንገብሮ ኢና የሱስ ከም ዝደለየ ገይሩ ዝንቀሳቐሰሉ፣ ነፍሳት ዝብጽሕሉ፣ ወንጌል ዝስራሓሉ፣ ክርስትናኻ ትርጉም ዘለዎ፣ ህይወትካ ትርጉም ዘለዎ፣ ኣገልግሎትካ ትርጉም ዘለዎ ሎማዓንቲ ገበርክዎ። እግዚኣብሔር ይባረኽ። ከብዲ ንብልዒልዎ ብልዕኻ ንኸብዲ እዚኦም ተታሒዞም እንታይ ኮኑ እዮም? የሱስ ንብልዒ ሓሲቡ ይፈልጥን እዩ። ብልዐይ ፍቓድቲ ዝለኣኸኒ ምግባር ንዕዩ ኸኣ ግን እኮ ክብሎ ዝደለኹ እኮ ስኢለ እየ ዝዘውር ዘለኹ እምበር ኣይበልኩኹም እኮ ኣለኹም ዶ ብሩኻት እቲ ሓዊ እስከ በሉ ንዓ ይበሉ ማዕቀሊ ይበሉ ንምንታይ ኮይኑ ማዕቀሊ ኮይኑ መሲልኩም ኣለኹም ዶ ብሩኻት ኣብቲ ሓዊ ኣትዩ ክምልሰሎም ክዛረቦም ዝኽእል ግን መን እዩ ምሳይ ዘሎ እሞ ሓዊ ክእጎድ ሕጂ ኣቲ ሓዊ ክእጎድ ድዩ ከመይ ዝበለ ሓዊ ዝእጎድ በጀካ የሱስ ኣጋንንቲ ዘይርከብሉ ቦታኻ ቀይሮ ሕጂ ቀይሮ ቦታኻ ብዘረባ ዝኸውን ክርስትና የለን ርእይቶ ብምሃብ ዝኸውን ክርስትና የለን። ክርስትና ጃባስካንታ ኢየሱስ ዝርከበሉ ጥራይ እዩ። መን ኣለኸውን ምሳይ? ክርስትና መን ዝርከበሉ እዩ? ሓንቲ ነገር መውፅኢ ክነግረኩም ምስኡ ተፋቐር ኢሉ ኣብ ኢዮብ 22 ክዛረብ ከሎ 23 በዚ ፅቡቅ ክትረክብ ይኽእል ምስ መን ምስኡ ተፋቐር ምስኡ ተፋቐር በቃ በዚ እንታይ ክትረክብ ኢኻ ኢሉ ፅቡቕ ክትረክብ ኢኻ ፅቡቕ በጀካ ምስ የሱስ ኣነ ግርም እዩ ዝብለኒ እኮ ግርም እዩ ዝብለኒ እኮ ግርም እዩ ዝብለኒ ናይ እግዚኣብሔር ነገር መወዳእታ ኣይብሉን ሚስጥሩ ኣይብፃሕን እዩ ዕቤቱ ኣይብፃሕን እዩ መንገዱ ሰላም እዩ ዕረፍቲ እዩ

በዓል ሲድራ ሚሳቅ ዓብደነጎ ግን ብዛዕባ እዚ ነገር እዚ ምላሽ ክንህብ ኣይንደልን ኢና ሓንቲ ነገር እዮም ሒዞም እስራኤል ስማዕ እግዚኣብሔር ኣምላክ ሓደ ንሱ በይኑ እዩ ንዑ ስገድ ንዑ ተገዛ ብጀክኡ ስገደሉ እስከ የለን በሉ ብጀካ የሱስ በሉ ህይወት የለን በሉኒ ከምዚ ገረ ከረዳእኩም ህይወት የለን በጀካ የሱስ ማለት ብዛዕባ ካልእ ክትዛረብ ከለኻ ህይወት ኣይኮነን ከምዚ ገረ ከረዳእኩም እታ ቤት ኣምላኽ ትማሊ ይነግሮም ነይሩ ኣበያ ኣበይ እዩ ጸልማት ኣትይዋ እንታይ ኮይና ትረኣልኩምኒ ነቲ ናይ ጸልማት ኣጀንዳ ሒዛቶ እናኸደሲ ቶሎራንስ ተፃዋርነታ ጥርያ ተፃወሮ ሰብ መጀመርያ ኣብ ቅድስና ክነብር ከሎ ገለ ሕማቕ ነገር ተሰሚዑ በየሱስ ስም እዩ ዝብል ኣለኹም ደውራ ፅንሕ ኢሉ ኩሉ ተፈቒድለይ ግን እኮ ኣይጠቕመንን እዩ ኣይጠቅምን እዩ እምበር እኳ ኣፍኡ ድዩ ናልካ ዝተናኸፎ ሎም ደብራት ሽዑ ይኣቱ ሽዑ ሓይልካ ይበልዖ ካብዚ እግዚኣብሔር ከውፃና ደልዩ ዘሎ ርይ ከተብሎ ከለካ ሲ ሰይጣን ካባይ ረሓቅ ኢሉ መን ተዛሪቦ ዘረባ የሱስ ኮይ ርይ ምስ ኣበልካዮ ተፃዋርነት ኣይተጥርዩ ኣብኡ እዩ ናይ ፀልማት ኣጀንዳ ስርሑ ዘስልጥ ሰብ ክንሸይ ነገር ተተጋጊሱ ብርክኽ ኢሉ እግዚኣብሔር ተደኣ ተዛሪብዎ ብጉያ ንየሩሳሌም ከም ዝተመልሱ ብጉያ ናብቲ ዘጥፋእኻዮ ነገር ክትምለስ ኣለካ ዝኸድካዮ ነገር ክትምለሰሉ ኣለካ ሽዕኡ ኣለኹም ደብሩኻት ንጥቓኻ ዘሎስ ኣዚ ዝፈትወካ በሎ ንስኻ ፍቕሪ ኢኻ በሎ በጅኻ ኣታ ፍቕሪ ኢኻ በሎ ክርስቶስ ኣባኻ ኣሎ በሎ ፓ ውይ መንፈስ ቅዱስ

መን ክኣቱ ይኽእል መን ክኣቱ ይኽእል ከምዚ ገይረ ክረዳእኩም ዓሳ ኣብ ባሕሪ እንዲ ዝነብር ዓሳ ኣብ ባሕሪ ይነብር ኣብ ባሕሪ ኣቲኻ ተውፅኦ ዲኻ ከተውፅኦ ክትብል ንስኻ እንታይ ክትከውን ኢኻ ትሰጥም ኣማራፂ የለን ዓሳ ግን መንበሪ እዩ ሓዊ ራሚን ብሉ ዝነድድ ሓዊ ዝቃፀል ሓዊ ኣታ ኣሜን በሉ። ኣይሰማዕኹን ዘለኹ ኣይሰማዕኹን ዘለኹ እሱ ናትካ መንበር እዩ። ከምዚ ገይረ ከረዳእኩም እዩ ሓዊ ብካልእ መንገዲ ኸ ፀብሒ እናሰራሕካ ሓዊ ተደኣ ነዲድኪ ከመይ ገይረ ነዲደ ገለ ከይትብልኒ ኣብቲ ትሰርሕሉ ዘለኺ ፀብሒ ኣብኡ ቃል ኣምላኽ የለን ኣብኡ ምንባር እዩ ዘሎ ናይ ስጋ ናብራ እዩ እዚኣ ኣለኹ ብቃል ኣምላኽ ኣመኽንዮም ዝደፍኡኻ ቦታ ግን ቃል ኣምላኽ ኣብኡ ሓሊፉ እንታይ ይገብር ይጸንዕ ዳንኤል እኮ ብቃል ኣምላኽ ከዮም ሓሊፎም እትዮሞ ናበይ እትዮሞ ኣብ ናብስ ክብሪ ንኣምላኽ ይኹን እስኪ ኣሜን በሉ ብቃል ኣምላኽ በሉ ኣይደራደርን እየ በሉ የሱስ ጎይታ እዩ ዝምለስ መልክዕ ኣሎ ዝምለስ ጽባቕ ኣሎ መልእኽትኻ ንብዙሓት ናብ ዕረፍቲ ከእትዎም እዩ ምናልባሽ ኣብዚ ሰብ ከይፈልጠካ ይኽእል እዩ ከይፅሕፈልካ ይኽእል እዩ ኣብ ቅድሚ ኣምላክ እንታይ እዩ ፅሑፍ እዩ ተደኣ ሙሉእ ለይቲ ፊሊ ክፅሊ ሓዲሩ ወይ ጀነራል ክፅሊ ሓዲሩ ሙሉእ ለይቲ ተደኣ ዕረፍቲ ሂብና ኣብ ሰማይ እንታይ እዩ ፅሑፍ እዩ ክብሪ ንኣምላኽ ይኹን። እስኪ ኣሜን በሉ። ስለዚ ሎም መዓንቲ ኣብ ህይወትኩም እንታይ እዩ ዝኸውን እንተደኣ ኢልኩምኒ ክብሪ ንኣምላኽ ይኹን። ንዓኹም ኮንፈርት ዝኾነ ንሰይጣን ግን ኮንፈርት ኣይኮነን። ናይ ምፍልላይ መዓልቲ ይብል ኣለኹ። ናይ ምንታይ መዓልቲ? ናይ ምፍልላይ መዓልቲ። ኣብ ቃል ኣምላኽ ሰይጣን ክነብር ኣይክእልን። ኣብ የሱስ ሰይጣን ክነብር ኣይክእልን እዩ ኣነ ግን ኣበየ ዝነብር ኣብ የሱስ መንበርየ ይሱ እዩ መንበርየ እንታይ እዩ ኣብኡ ይነብር ኣለኹ ማለት ብዛዕባኡ ይዛረብ ብዛዕባኡ ይሓስብ ኣብቲ ኣሜን በሉ ምስኡ ሓደ ይኸውን እሱ ብዘለዎ ኣለኹ ኣብ ዝለኣኸና ኣብኡ ኣለኹ ኣብ ዘቐመጠኒ ተቐሚጠ ኣለኹ ዣማንታ ክራ ዲናሞስ ኧረ ኣሜን በሉ። ስለዚህ ኣብ ማዕበል በረኸት ኣሎ እስኪ በሉ። ኣብ ማዕበል እንታይ ኣሎ? ኣብቲ ማዕበል እንታይ ኣሎ? ክብሪ ንኣምላኽ ይኹን። ኣብ ማዕበል በረኸት ኣሎ። ዣቫንታ ክራቫዲያፖስ ትዝገርም ነገር ግን ክልተ ነገር እዩ ከዓ ማዕበል ከስጥመካ ይኽእል እዩ ኣለኹም ደብራት ማዕበል ከዓ በረኸት ከእትወልካ እግዚኣብሔር ዓብ እዩ እግዚኣብሔር መን እዩ ናይ ብዙሕ ዓመት ቁፃር እግዚኣብሔር ክፈትሕ ከሎ ስለ ዝረኣየኒ እዩ ዝነግረኩም ዘሎ ክትብተኽ ዝደለየት እግሪ ሲ መዋእላ ልምስቲ ዝነበረት ክትብተኽ ዝደለየት እግሪ በቃ ጥዕይቲ ኮይና ክትንቀሳቐስ ስለ ዘርኣያኒ እዩ እግዚኣብሔር እንታይ እዩ ዝበለ ዓመታት ዝሓንከሰ ሓሳባት ክፍውሶ እየ ስለ ዝበለኒ ኣነ ይኣምኖ እየ ይኣምኖ እየ ትውክልተይ ትምክሕተይ ኣለኒ ዝብሎ መንበርየይ ዘይደክም ዘይሕለል ኣብ ኩሉ መንገዲ ኣብ ኩሉ ጉዕዘይ ዝፀረኒ ኣምላኽ እዩ ብቃሉ ገይሩ ስለዚ ሎማዓንቲ ንዓኻትኩም ዝነግረኩም መልእኽቲ ዝሓንከሰ ነገር ዝለመሰ ነገር ህይወት ዝረኽበሉ ግዜ ኣኺሉ እዩ ጃማስ ኮሎዲና ማክራቫዲያጶስ እግዚኣብሔር ክዛረብ ከሎ ብጣዕሚ ይጥዑም ኣምላክ ክዛረብ ከሎ ብጣዕሚ ይጥዑም እስከ ኣሜን በሉኒ ኣውራ ኮይነ ወፅየ ኣለኹ ዝብለኒ ኣውራ ኮይነ ወፅየ ኣለኹ ዝብለኒ ሕጂ ንሕና መልእኽትና ብንጹር ሒዝናያ እንተ ወፂና የሱስ መልእኽቲ ሒዙ ወፅኡ የሱስ ዝገበሮ ክገብር እየ ተልኣልካ ኣይከውንን እዩ ጳውሎስ ዝገበሮ ክገብር እየ ተልካ ኣይከውን ጴጥሮስ ዝገበሮ ኣይከውንን እዩ እስኻ እቲ ዝተባህለካ ኢኻ ትገብር ጴጥሮስ ዝገበሮ እንተ ክትገብር ኮንካ ኦሬዲ ጴጥሮስ ኣብ ናይ ዘመን ጴጥሮስ ኢኻ ትነብር ዘለኻ እቲ ዝገበሮ ከዓ ጴጥሮስ ገይርዎ እዩ ፈፂምዎ እዩ ብኣኻ ገይሩ ክገብሮ ዝደለየ ነገር ኣሎ መን ኣሎ ምሳይ ዝሕዘኒ ብኣ ገይሩ ዝገብሮ ነገር ኣሎ ዝብለኒ ብኣኻ ገይሩ ዝገብሮ መንገዲ ምኽፋት እዩ ንመን ንኹሎም ደቂ ኣምላኽ ዝከሉ እጅ ኩለኹም ናባይ ጠምቱ ሓንቲ ነገር ክቐምጠ ኩሎም ደቂ ኣምላኽ ዝከሉ ንየሱስ እዮም ዝመስሉ ዝከሉ ኣንተ ወይ ደስ ዝበለ ንሳይሞነይ ክዛረብ ከሎ እስኪ ኣሜን በሉ ኧረ ኣሜን በሉ ንሰይጣን ካበይካ ተውፅኦ ካብ ሓሳብካ ኢኻ ተውፅኦ ካብ ሓሳብካ እንታይ ትገብሮ ተውፅኦ ትጉሕፎ እስከ እግዚኣብሔር ዓብይ በሉን እዩ ድገሙ እግዚኣብሔር ዓብይ በሉን እዩ ድገሙ እግዚኣብሔር ዓብይ በሉን እዩ መሎም መዓንቲ ዝኣተናዮ መንፈሳዊ ዓለም ኣሎ ድዩ ከመይ ማለት እዩ እቲ ሓዊ ቃል ኣምላኽ እዩ ካበይ ዝወፅእ ካብ እስትንፋስካ ካብ ኣንደበትካ እስቲፋኖስ ክዛረብ ከሎ እኮ መልሲ ክህብዎ ኣይከኣሉን ግን ቀቲሎሞ ዶ ኣይቀተልዎን እታ መንገዲ ናይ እስቲፋኖስ ከምኡ እያ ናይ በዓል ሲድራቅ ሚሳቅ ዓብድኔጎ ከ ጸላእቶም እያ ትቅትል ዲፍረንት እይት መንገዲ ግን ኩሎም ብክብሪ ተገሊጾም ዶ ኣይተገልጹን እስከ ስቤት የብሉን ሲልካ ጥራይ ኣብ ሓዊ ኣቲኻ ንዓኻ ከይበልዓካ ንካልኦት በሊዕዎም ገለ ከይዲ ከምኡ ጥራይ ኣይትጸበ ኢየሱስ ከቢሩ ዶ ኣይከበረን? ህይወት ማለት ክርስቶስ እንተ ኮይኑ ክርስቶስ ኣብ ህይወት ክግለጽ እንተ ኮይኑ ሎሚ ኩሉ ቁጠባ፣ ኩሉ ፋይናንስ፣ ኩሉ ጥዕናኻ፣ ኩሉ ናትካ ቁጻር ኣብቲ ሓዊ እንታይ ክኸውን እዩ? ክብላዕ እዩ። ኣብኡ ክቕጽል ኣይክእልን እዩ። ሓደ ነገር ክነግረኩም ሓደ ነገር ክነግረኩም የሱስ ጎይታ እዩ። የሱስ መን እዩ? ካባኻ ዝወፀ ቃል ከም ዘለዎ ይኸውን ዲ ኣይከውን እዩ? እቲ ዝወፅእ ቃል ግን እስከ ኣሜን በሉን። እቲ ዝወፅእ ቃል ግን ምስ ሓሳብ ኣምላኽ ስምምዕ ተረኣ ዘይብሉ ኣይከውንን እዩ። ወይ ንነገቲቭ ነገር ይኸውን፣ ንስኻ ዘይትደልዩ ነገር ይኸውን። እስኹም ትደልይዎ ነገር ምእንቲ ክኸውን ነብስኹም ኣበይ ኣቐምጥዋ መሲልኩም? ኣብ ኣምላኽ ኣቐምጥዎ። ሰብ ኣብ ኣእምርኡ ሓሳብ ኣምላኽ ሒዙ ኣለኹም ዶ ብሩኻት? ፍጹም ፍቕሪ ዝበሃል የብሉ፣ ሓድነት ዝበሃል የብሉ። ኣንቲ ዝኾነ መንገዲ እንተ ይኸይድ ኣሎ ኮይኑ እዚ ሰብ እዚ ቀልጢፉ እንተ ዘይተመሊሱ እቲ መንፈስ እታ ክገብሮ እዩ ከጥፎ እዩ። ኣብዚና ከነስተውዕሎ ዘለና ኣነ ብሓሙስ ንእሸይ ነገር ተንኪፈልኩም ነይሩ ናይ ጸልማት መንፈስ ኣብ ብሉይ ኪዳን ጥራይ ኣይኮነን ዝቐትል ናይ እግዚኣብሔር መንፈስ ኣብ ብሉይ ኪዳን ጥራይ ኣይኮነን ዝቐትል ሲድራቅ ሚሳቅ ዓብድኔጎ እንተ ካብ ሓዊ ውፅዎም ኣለኹም ደብሩኻት ኣውፅዎም ዶ ይውፅኦምን ኣውፅዎም ባበሉኒ ወፅኦም ኣይወፅን ሃነናን ሰጲራ እንዳ እንታይ ክገብሩ እዮም ተቐዚፎም ኩነታት ጉዕዞ ክርስትና ዲፈረንት እዩ ተቐዚፎም ኣይተቐዘፉን። ዝተቐዘፍሉ መንገዲ ዝጓዓዝዋ ዝነበሩ መንገዲ ሓዳሽ ስለ ዝኾነት ቅድሚ ሕጂ ሰብ ስለ ዘይሓለፋ ካልእ ክነብራ ስለ ዘይጀመረ ኣብታ ሓዳሽ መንገዲ ሓድሽ ጌጋ ፈጺሞም ኩሉ ኣምጽኡ ኣብ እግሪ ሃዋርያት እናቐመጦ ከሎ ንሳቶም እንታይ ገይሮም ቀዚፎም ደይ ቀዘፎም ከምዚ ዓይነት ጨካን መንፈስ ብኣኻ ክትስእ ስለ ዝኾነ ክንምህረሉ ኢና ብድሕሪኡ ከዓ ኣንተ ኣሜን በሉ ኣረ ኣሜን በሉ ኣረ ኣሜን በሉ ብድሕሪኡ ከዓ ስርሑ ክጅምር እዩ ኣነ ሓንቲ ነገር ክነገረኩም እንተ ደኣ ኣነ ንቤት ኣምላኽ ዕንቅፋት ኮይነ ንዓይ ኣልዩ ካብ ማእኸልኩም ማልያ ዘይብሎም ጀጋኑ ከውፅ ይኽእል እዩ ሓንቲ ነገር እዩ ዘገድሰኒ እዛ ቤት ኣምላኽ ከመይ ጌራን ሓሳብ ኣምላኽ ሒዛ የሱስ ከመይ ገይሩ ምኽሩ ይፍጽም? ሰብ ኣይኮነን ዘገድሰካ፣ ዘገድሰካ ሓሳብ ኣምላኽ ምህላው እዩ። ሓሳብ ኣምላኽ እንተ ደኣ ዝዕንቅፍ ኮይነ ኣነ ክእለ ፍቓደኛ እየ። ፈተይ ፈተዮ እቲ መንፈስ ምስ መጸ ቀልዓኒ እዩ። ይፍቶ ኣይፍቶ ሲልካ እዚ ውርሻ እንዳ ሓቦኻ ኣይኮነ እንዳ ሓትነኻ ኣይኮነ እዚ እንዳ የሱስ ይበሃል የሱስ ከዓኒ ኣለኹም ዶ ብሩኻት ኣምላኽ ኩሉ ስጋ እዩ ኣምላኽ ኩሉ ፍጥረት እዩ ስለዚ እምበኣር ናበይ ገጽና ኢና ንኸይድ ተዳኢልኩምኒ ሕጂ ንጓዓዘሉ ጎደና ናይ ሓዊ ጎደና እዩ መን ኣለኸውን ምሳይ መን ኣለኸውን ምሳይ ናይ ምንታይ ጎደና ብላ ኣለኹ በጀካ የሱስ ካልእ ዘየፍቅድ ጎደና ኣብ ናይ ሰብ ኣብ ናይ ሰብ ኣእምሮ ኣብ ናይ ሰብ ኣእምሮ ናይ ጸልማት ሓሳብ ተቐሚጡ ባህሪ እንተ ደኣ ተቐይሩ መንነት ደኣ ተቐይሩ ርግፀኛ ኮይነ ክነገረኩም ጋሻ ከይኮነኩም እቲ ሰብን እቲ መንፈስን ብሓንሳብ እዮም ዝጉዕዙ ኣጆኹም ኣይትፍርሑ ዘመን ምሕረት እዩ ከይትብለኒ ሃናንያን ሰጲራን ዘመን ምሕረት ከሎ እዮም ተወሲዶም ኣነ ሓደ ነገር እዩ ዘገድሰኒ ናይ ኣምላክ ክብሪ እዩ ዘገድሰኒ ናይ ኣምላክ ክብሪ ክግለጽ እንተ ደኣ ኮይኑ ክጽልጸል ዘለዎ እንታይ ክኸውን ኣሎ ክጽልጸል ኣሎ ክእለ ዘለዎ እንታይ ክኸውን ኣሎ ስለዚ ቅልጥፍ ኢልና ቅልጥፍ ኢልና እቲ ቃል ክመጽእ ከሎ ኖኖ በቃ ምላሽ ንህቦ ንናይ እግዚኣብሔር ቃል እምበር ናይ ጸልማት ቃል ከመይ ገይሩ እንታይ ማለት እዩ እንታይ ዝብል ዘሎ ገለ ተልኩምኒ ሕጂ ካብ ከምኡ ትብል እቲ ውልቃስ ኣምላኽ እንታይ ክገብር ትደልየኒ ኣለኻ ንኣይ ሓንቲ ነገር ኢልኒ በቃ እዛ መንገዲ እዚኣ ኢሉ በጀካ ምስ የሱስ ተፋቒርካ ካልእ ክትወፅኣ ምስ ሰብ ስለ ዝተፋቐርካ ምስ ኣገልግሎት ስለ ዝተፋቐርካ ኣብ ቤት ኣምላኽ ጽቡቕ ስለ ዝገበር ኣይትኸውንን እያ ምስ የሱስ ተፋቒርካ ግን ትወጻ ኣነ ግን ላይት ሃይላይት እናብከ ዝኸይ ዘለኹ ከምዚ ጌርኩም ተረድኦ በጀካ ምስ የሱስ ምስ ካልእ ኾንካ ክትጓዓዛ ዘይትኽእል ከምዚ ኣነ ስለ ዘምጻኽዎ ስኻ ስለ ዘምጻኻ ኣይኮነን ሰማይ ዝብሎ ዘለ እዩ ዝነገረኩም ዘሎ የሱስ ጎይታ እዩ ካብዛ ሰዓት እዚኣ እስከ በሉ ኣገልግሎተይ በሉ ዝተዓፀወ ምኽፋት እዩ በሉ በየሱስ ስም ደገ በረኸትኩም ይኸፍተ ኣለኹ ማይ ኣይ ክመፅእ ከሎ እኮ ይበልዑን ይሰትዩን የእትዉ የተኣታትዉ ዳንኬራ ነይሩ ሆይ ሆይታ ነይሩ ድንገት ግን መፂ ዶ ይመፀን ሓንቲ ረፍዲ ሓሳብ ኣምላኽ መፃክ ኣነ ሓንቲ ነገር እየ ዝደሊ ኣብዚ ምድሪ ኣገልጊልካ ፎር ናቲን ዕድሜኻ ክውዳእ ጽቡቅ ኣይኮነን ጓዕጺጹ ድዩ ኣገዲዱ ድዩ ኣሲሮም ናብ ሓዊ ደርብዮም ድዮም የሱስ ጥራይ ኣብኡ ይጋሃድ የሱስ እንታይ ይኹን እንታይ ኮይኑ የሱስ ተጋሂዱ ተደኣልኩምኒ ብዛዕባ እዚ ነገር ምላሽ ክንህብ ዘይጨከነ ዘይከዳጎደነ ምስይ ኣለኹም ትኾኑ እንታይ ዘይገበረ ከመይ ማለት ዘይጨከነ ክርስትና ማለት ክርስቶስ እዩ ሓርነት እዩ ሕጂ ብዛዕባ ምንታይ ኢና ብዛዕባ ምድሓን ኢና ንዛረብ ዘለና ምድሓንና መስቀል ኩሉ እንታይ ገይርዎ እዩ ከሳሲ ዝበሃል ነገር ኩሉ ናይ ፀልማት ዓለም ተቐቲሉ እዩ መይቱ እዩ ብዛዕባ እንታይ ኢኻ ትዛረብ ዘለኻ ተላኢልኩምኒ ብዛዕባ እቲ ራእይ ብዛዕባ እቲ ጻማ ነብሱ ዝረኽበሉ ራእይ፣ ብዛዕባ እቲ ኣብ ቅድሜና ዘሎ ሓደ ነገር ከረዳእኩ ሓደ ነገር ከረዳእኩ ምስይ ኣለኹም ትኽእሉ ፍልስጤም ከተጥፍእ ተቐቢእኻ ኣለኹም ንምሳይ ፀላእቲ እስራኤል ከተጥፍእ ተቐቢእኻ ምስኦም ዝምድና እንተ ጌርካ እሶም እንታይ ይገብሩኻ? ስለዚ ዝምድናኻ ምስ የሱስ ጥራይ እዩ። ምስ ዓለም ዘለካ ዝምድና እንታይ ግበሮ? ኣጥፋኣዮ። እግዚኣብሔር ዓብዩ ባህ ዝበሎ ሰብ ኣሎ እግዚኣብሔር ይባረኽ። ኢየሱስ ፍቅሪ እዩ። ኢየሱስ እንታይ እዩ? እስከ ኢየሱስ ፍቅሪ ይበሉን ክብርና ኣምላኽ ይኹን። እግዚኣብሔር ዓብ እዩ። ስለዚ ሎም ኣንቲ ሓደ ነገር ሒዝና ወፂና ኣለና። እስከ ኣሜን በሉኒ። ኧረ ኣሜን በሉኒ። እንታይ ኢና ሒዝና ወፂና ዘለና ተላኢልኩም ጳውሎስ ሓደ ነገር ኢሉ ኣብ ካልኣይ ቆሮንቶስ ዓሰርተ ክልተ ሰብ ክሰምዖ ዘይክእል ድምፂ ሰሚዑ ኣለኹም ደብሩኻት ሰብ ክሰምዖ ዘይክእል ሰሚዕዎ ዘይፈልጥ ድምፂ ሰሚዑ ከይዱ እዚ ቦታ እዚ በይኑ ይኣትዎ መን ይኣትዎ በይንኻ እንተ ደኣ ዝኣተኻዮ ቦታ ኣሎ ኮይኑ ሰብ ክሰምዖ ዘይክእል እንታይ ይገብረልካ ትሰምዕ ሳይጥሉ ዝኾነ ይሰማዕኹም ዘሎ ካብ ሰብ ፍልይ ተልካሲ ሰብ ክሰምዖ ዘይክእል ድምፂ እንታይ ትገብር ሰብ ዘይኣተው መንፈሳዊ ዓለም እንታይ ትገብር ከምኡ ይኹነልኩም ረግደፉ ጳውሎስ እኮ ነዚኣ ነዚኣ ነዚኣ ምእንቲ ክፅሕፈልና ሲ ተኳቲኹሞ ተኳቲኹሞ ተኳቲኹሞ ተኳቲኹሞ ኣፍሊጥና ሳልሳል ሰማይ ከይዱ ሰብ ክሰምዖ ዘይክእል ድምፂ ሰሚዑ ብስጋ ድዩ ነይሩ ኣይነበረን ገለ በቃ ካልእ ነገር እዩ ነይሩ ግን እዚኣ ምእንቲ ንሕና ክንሰምዓ ኣምላኽ ጎጽ ጎጽ ሰዲድሉ ክምካሕ ስለ ዘይደሊ እምበር ብዛዕባ እዚ ከምዝበለ ሰብኣይ እኮ ምካሕ ኣለኹ በቃ ከምዚ ከምዚ ከምዚ እኩ ተዛሪቡ እሱ ባዕሉ ዝኣተወ ጎደና ማለት እዩ ሎሚ ሰብ ዘይርኣዩ ክትርኢ ኢኻ የሱስ ጎይታ እዩ ሰብ ዝረኣየ እሞ ራእይ ኣይኮነን ሰብ ዝረኣዮ ኢንፎርሜሽን ይልኣኽ። ራእይ ማለት ሰብ ዘይረኣዮ ምርኣይ። እግዚኣብሔር ዓብዩ፣ እግዚኣብሔር ዓብዩ፣ እግዚኣብሔር ዓብዩ፣ እግዚኣብሔር ዓብዩ። ሎማዓንቲ ክስበር ዘለዎ ክንሰብሮ ኢና፣ ክንቀል ዘለዎ ክንነቕሎ ኢና። የመና ኢድኩም ናይ መጨረሻ ክፅልየ ሃለሉያ ሃለሉያ እግዚኣብሔር ዓብዩ ብሩባ ሩባ ድነ ሞት እኳ እንተኸድኩስ ክፉእ እንታይ ኮይኑ እዩ ኣምላኽ ኣሎ እግዚኣብሔር ኣብ ዘይቀረብ ብርሃን ድዩ ዝነብር ኣርባዓ መዓልቲ ንደቂ መዛሙርቲ ተራእይዎ እምበር ናይ ኣይሁድ ኣይተራእዮምን ኣርባዓ መዓልቲ ምስይ ኣለኹም ዶ ንደቂ መዛሙርቲ ተራእይዎም ኣምላኽ ስቕ ኢሉ ዝረኣ ኣምላኽ ኣይኮነን። እንታይ ኮይኑ ተላኢልኩምኒ ኣብ ዘይቅረብ ብርሃን እዩ ዝነብር ኣብ ግሎሪ እዩ ዝነብር ኣብ ክብሪ እዩ ዝነብር ኣብ ጽድቂ እዩ ዝነብር ኣብ ቅድስና እዩ ዝነብር እዚ ኣምላኽ እዚ በኣኻ ተጋሂዱ እዚ ኣምላኽ እዚ በኣኻ ተጋሂዱ በኢየሱስም ተጋሂዱ በኢየሱስም ተጋሂዱ ዩ ኣር ብለስድ ንኣምላክ ክብራቡ